ዩቲብ ቻናልኩም ሽም ክትቅይሩ ደሊኹም ብኸመይ ከም ዝቕየርን ክንቅይሮ ከለናኸ እንታይ እንታይ ክነስተኻኽል ኣለና ቀልጢፉ ከምቲ ናይ ቀደም ዝነበረ ዩቲብ ቻናልና ሽም ሰርች ገይሩ ብቐጥታ ንኽርከብ ክነስተኻኽል ኣለና ንዝብሉ ሕጂ ኣብ ዝሓፀረ ደቂቓ ከርእየኩም እየ ክሳብ መወዳእታ ሓቢርኩም ንፅንሑ መጀመርታ ናብ ዩቲብ ኣፕ ንኣቱ ማለት እዩ ብድሕር እዚ ዩቲብ ከምዚ ጌርና ምስ ከፈትናዮ ኣብዚ ናይ ፕሮፋይል ኣይከን ንነክእ ብድሕሪኡ ቪው ቻናል ንብሎ ቪው ቻናል ምስ በልና ኣብዛ ናይ ኢዲት ኢርሳስ ትመስል ንነክእ ማለት እዩ ብድሕሪኡ ኣብዛ ኔም ትብል ንጥውቓ ካብኡ እዚ እቲ ክንቅይሮ ዝደለና ሽም ነእቱ ማለት እዩ ሕጂ ኣነ ክብሮም ኪን ክብላ የደልየ ማለት እዩ ከይ ቢ ኣር ኦ ኤም ስፔስ ገይረ ከይ ኣይ ኤን ክብሮም ኪን ክብላየ ማለት እዩ ብድሕሪኡ ኣብዛ ሴቭ ትብል ጠዊቀ ሴቭ ይብላ ማለት እዩ ካብኡ ሴቭ ምስ በልክዋ ኔም ቸንጅ ዲላ ትቅየር ማለት እዩ ብድሕሪ እዚ ከምዚ ጌርና ሽም ተቐይሩ ኣሎ ክንሪኦ ኢና ማለት እዩ ረይዎ ክብሮም ኪን ኢልንዮ ማለት እዩ ተቐይሩ ኣሎ ብድሕሪኡ እቲ ብካልኣይ ድማ ናብ ክሮም ኣፕ ብምኻድ ናብ ዩቲብ ንኣቱ ማለት እዩ ዩቲብ ዶትኮም ናብዙይ ምስ ኣተና ኣብዛ ናይ ፕሮፋይል ኣይከን ነክ እሞ ዩቲብ ስቱድዮ ዝብል ርኢና ዩቲብ ስቱድዮ ንነካእ ማለት እዩ ዩቲብ ስቱድዮ ምስ ነካእና ኣብዚ ናይ ታሕቲ ሲቲንግ ዝብል ከርእየና እዩ ማለት እዩ መጀመርያ ግን ናብ ዲስኮቶፕ ሳይት ቀይርኩሞ እንድሕር ድኣ ኮይንኩም እዩ እዚ ከርእየልኩም ዝኽእል ማለት እዩ። ዲስኮቶፕ ሳይት ንምቕያር ኣብዛ ሰለስተ ንጥብጣብ እንያ ላዕሊ ንኺእና ዲስኮቶፕ ሳይት ክንብላ ንኽእል ኢና ማለት እዩ። ብሞባይል ተጠቀምቲ ኮንኩም ስለዚ ኣብዛ ታሕቲ እንያ ሲቲንግ ምልክት ንነኽኣ ማለት እዩ። ብድሕሪኡ ኣብዛ ቻናል ትብል ንነክእ ኣብዛ ቻናል ትብል ንነክእ ማለት እዩ ሕጂ ኣብዚ ብዙሕ ጽሑፋት እኒ ኣብዚ ኬ ወርድስ ዝብል ማለት እዩ ምክንያቱ ዩቲብ ቻናልና ሰርች ተገይሩ ንክመጽእ ማለት እዩ ንኣብነት ኣነ እንታይ እየ ዝገብር ነይረ ቅድሚ ሕጂ ከይቢ ከይ ዩቲብ እዩ ዝብል ነይሩ ማለት እዩ ስለዚ ከይብከ ዩቲብ ትግርኛ ቶቶርያል ገለመለ ናበልኩ ብዙሕ መሊአ ነይረ ሕጂ እታ ዩቲብይ ሽም ቻናላ ስለ ዝቐየርክዋ ክብሮም ኪን ዝብል ክኦትዮ ማለት እዩ ከምዛ ትሪዋ ዘለኹም ፅሒፈ ክብሮም ኪን ኮማ ገይረ እንደገና ብትግርኛ እውን ክብሮም ኪን ኢለ ክፅሕፈሉ እየ ብእንግሊሽ እውን ክብሮም ክንፈ ኢለ ክፅሕፈሉ እየ ማለት እዩ ኮምዚ ጌርና ብትግርኛን ብእንግሊሽን ኮማ ናግበርና ጽሒፍና ምስ ወዳእና ኣብ መወዳእታ ሴቭ ንብሎ ማለት እዩ ኣብዛ ታሕትኒያ ሴቭ ትብል ሴቭ ኢልና ንዓጹ ማለት እዩ ምናልባት ግን ኣብዚ ዘይበርሀልኩም ነገር ተሃልዩ ኣብ ኮመንት ምሕታት ትኽእሉ ኢኹም ማለት እዩ እቲ ቀንዲ ምክንያት ናይዚ ክንጽሑፍ ዘገደደና ድማ ሰርች ገይሮም ሰባት ብቐጥታ ምእንታ ክረኽብዎ ማለት እዩ እዚ ቪድዮ እዚ ጠቓሚ ኮይኑ እንድሕር ዳኣ ረኺብኩሞ ላይክ ሼር ሳብስክራይብ ምግባር ኣይትረስዑ ብኻሊእ ቪድዮ ክሳብ ንራኸብ ጽንሑ ብሰላም ሰሰናዩ ንዓኹም